እንታይላይ እቲ ነብስና እታ ኣብዛ ምድሪ እዚኣ እንጸንሓላ ውስንቲ ስለ ዝኾነት ዕድመና ውን ስለ ዘይንፈልጦ ኣነ ሓደ ሰብ እኮ ወዲ ሰብዓ ኢኻ ክትሞት ወይ ወይዲ ሰማንያ ኢኻ ክትሞት ኢሉ ቆጸራ እንተ ዝሕዝ ነይሩ እኮ ደሓን እስከ እሳ እታ ናይ መጨረሻ ዓመት ምስ ተረፈት ሸዓ ክናሳሕ እየ እታ ሽግር ኣለኒ ክብል ይኽእል እዩ ግን ሕጂ የብልናን ከምኡ ዝበሃል ኣማራጺ የብልናን ኣንሕና ኩሉ ግዜ ተዳለዉ ዝብል ጥራሕ ሕጊ ዘለና ኣብ ፍቅዲ ዓሰርተ ሓደ ዓሰርተ ክልተ እንታይ ትብል ብሰንኪ ብዝሒ ክፋት ከኣ ፍቅሪ ብዙሓት ክትዝሕትል እያ እቲ ክሳዕ መወዳእታ ዝዕገስ ግና ንሱ ክድሕን እዩ ዝብለና እዚ ቃል እግዚኣብሔር ካልእ ቃል የብልና ስለዚ እዚ ኩሉ ምልክታት ኣብዚ ተጻሒፉ ኣሎ። ህዝቢ ኣብ ልዕሊ ህዝቢ፣ መንግስቲ እውን ኣብ ልዕሊ መንግስቲ ክልዓል እዩ። ኣብ ኩሉ ቦታታት እውን ከኣ ረሃብ፣ ምንቅጥቃጥ ምድርን ክኸውን እዩ። እዚ ኩሉ መጀምርታ ቅልውላው እዩ። በዚ በቲ እዋን እቲ ንመከራ ኣሕሊፎም ክህቡኹምን ክቐትሉኹምን እዮም። ስለ ስመይ ከኣ ብኹሎም ኣህዛብ ጽሉኣት ክትኾኑ ኢኹም። ሽዑ ብዙሓት ክኽሕዱ፣ ንሓድሕዶም ኣሕሊፎም ክወሃቡን ንሓድሕዶም እውን ክጻልኡን እዮም ይብል። ቀጺሉ በተን መዓልታት እቲኤን ንጡኑሳትን ንመውጠብቲ ህፃናትን ወይለአን ይብል ቅድሚ ሕጂ እውን ገሊፅናያ ነርና በተን መዓልታት እቲኤን ንጡኑሳትን ንመውጠብቲ ህፃናትን ወይለአን ህድማኹም ብክረምቲ ወይ ከዓ ብዕለተ ሰንበት ምእንቲ ከይከውን ጸልዩ ይብል እዚ ነናቱ ትርጉም ኣለዎ ኣቦታትና ተንቲኖም ኣስፊሖም እዮም ዝነግሩና እዚ ትምህርቲ እዚ ንምንታይ እዩ ንጥኑሳትን ንመጠወቲ ህፃናትን ወይለን ዝብል እንተኢልና እንታይ እዩ ኣብቲ ግብሪ ክትገብረሉ ዘይትኽእል ንኩሉ ማለት እየ ኣብቲ ግብሪ ክትገብረሉ ዘይትኽእል እዋን እዚ እርባዕተ ምሳሌ ህድማኹም ብክረምቲ ወይ ድማ ብዕለተ ሰንበት ተባሂሉ ዘሎ እንታይ ንኩሉ ኣጠቓሊልና ክንሪኦ ከለና ኣብቲ ክትገብረሉ ኣይክእልን'የ ኣብ ትብለሉ ግዜ ምጽኣት ከየርክበካ፣ ብሕልፊ ድማ እዛ ሕጂ ንሕና ኣብ ኢድና ዘላ ሞት ምሳና ደላ መናብርትና እዩ፣ ሞትን ህይወትን ምሳና እዩ ዘሎ። ስለዚ እዛ ሞት እዚኣ ኣብቲ ኣይገብረሉን እትብለሉ ግዜ ከይትኸውን እንታይ ግበሩ ማለት እዩ? ጸሎት ግበሩ፣ ጸሎት ግበሩ። ኣቦታትና ጸሎት ክገብሩልና ከለዉ እንታይ እዮም ዝብሉ? ዕድመ ንንስሓ ዕድመ ንንስሓ ማለት እንታይ ማለት እዩ? ንምስሓ ዝኸውን ዕድመ እምበር ንኸንቱ እንተኾይኑ ትርጉም የብሉን። ሓደ ሰብ ካብ ሓደ ጀሚሩ ክልተ ሰለስተ ቁጽሪ እናይድቆጸረ እንተዘይንስሓሉ ኮይኑ ትርጉም የብሉን ማለት እዩ። ዕድመ ንንስሓ ኢኻ ትልምን እምበር ካልእ ኣይትልምን ኢኻ። ንእግዚኣብሔር ክትልምን ከለኻ ንንስሓ ዝኸውን ዕድመ ሃበኒ እንዳበልካ ኢኻ ጸሎት ትገብር እምበር ካልእ ዕድመ እንተደመርካ እንታይ ክትምሉ ኢኻ? ትምልዎ ነገር የለን። ዓቕምኻ ድሩት እዩ። ትጸልዎ ሰብ እውን የብልካ። ብጣዕሚ ድሩት እዩ እቲ እቲ ግዜኻን ዓቕምኻን ኩሉንትናኻን ማለት እዩ ከም ሰብ ከም ውልቀ ሰብ እንተ ነብስና እንተርኢናያ ማለት እዩ ስለዚ ኣብዚ ንበሃሎ ዘለና ማለት እዩ ንኣብነት እንተወሲድና ካብዚ ህድማኹም ብክረምቲ ከይከውን ክረምቲ እንታይ ኣሎ ማለት እዩ ጭቃ ኣሎ ውሕጅ ኣሎ ማለት እዩ ብስጋ እንተርኢናዮ ቅልጥፍ ኢልካ ከምዚ ዘመን እዚ ዘለናዮ ዘይኮነ በቲ ናይ ቀደም ዘመን እንተሪእናዮ ሕጂ ካብ ሓደ ቦታ ናብ ሓደ ቦታ ክትገይሹ እውን ኣሸጋሪ እዩ ፈተናታት ኣሎ ማለት እዩ ክረምቲ ብክረምቲ ግዜ እንተኮይኑ ማለት ካልእ እውን እንታይ ኣሎ ብእለተ ሰንበት ጋር ኣብ እለተ ሰንበት ሕጂ ዝተወሰነ እንተዘይኮይኑ ብሕጊ ማለት እዩ ኣብ ግዜ ሙሉይ ዝተወሰነ ሰዓታት እንተደይኮንካ ክትጓዓዝ ትኽእል ወይ ድማ ብመጠን እንተዘይኮይኑ ክትጓዓዝ ኣይፍቀደልካን እዩ ነይሩ። ስለዚ ክትጓዓዘሉ ኣብ ዘይትኽእል፣ ክትሃድመሉ ኣብ ዘይትኽእል ግዜ፣ ክትሰርሓሉ ግብሪ ጽድቂ ክትሰርሓሉ ኣብ ዘይትኽእል ግዜ ንኸይከውን እቲ ምጻድ ንኸይከውን እንታይ ግበሩ ጸልዩ ንዝብል መልእኽቲ እዩ ዘመሓላልፈልና ማለት እዩ። ቀጺሉ ድማ በተን መዓልትታትቴን ይቕሬታ እተን ከመይ ሽዑ ካብ መጀመርታ ዓለም ሒዙ ክሳብ ሎሚ ዘይኮነ ድሕሪ ሕጂ እውን ከቶ ዘይከውን ብርቱዕ መከራ ክወርድ እዩ እተን መዓልታት እቲኤን ዘይሓፅራ እንተዝኾና ስጋ ዝለበሰ ዘበለ ኩሉ ኣይምድሓነን ነይሩ ግናኸ እተን መዓልታት እቲኤን ምእንቲ እቶም ሕሩያት ክሓፅራ እየን ምእንቲ መን ምእንቲ መን? ምእንቲ ቅዱሳን ማለት እዩ። ምእንቲ ቅዱሳን፣ ምእንቲ እቶም ሕሩያን እንታይ ክኾና እየን? ክሓስራ እየን። እዚ ቃል እግዚኣብሔር ጎይታ መድሓኒናን ኢየሱስ ክርስቶስ ዝተዛረቦ እዩ። ሕጂ ብ ዘመንና እዚ ንቅዱሳን ጸሎት ምግባር ኣየድልን እዩ ኢሎም ዝዛረቡ ኣለዉ ዶ? ገርም እዩ። በዓሉ ጎይታ መድሓኒናን ኢየሱስ ክርስቶስ ግን ነቲ ምሕረት ነቲ ምስ ሓጥኣን እውን ዘጠቓልል ነገር እቲ ምሕጻርን ዘይምሕጻርን ብመን ይውሰን ኣሎ ማለት እዩ? ምእንቲ መን ኢሉ ይውስኖ ኣሎ እግዚኣብሔር ኣምላክ? ምእንቲ መን ኢሉ ይውስኖ ኣሎ? ምእንቲ እቶም ቅዱሳን ኢሉ። ኣሕና ምእንቶም ኢልና ኣብ ንጽልየሉ ግዜ ሳይንረክብ እንዶ እግዚኣብሔር ባዕሉ እግዚኣብሔር ኣምላክናን ጎይታ መድሓናን ኢየሱስ ክርስቶስ እውን ምእንቲ እቶም ሕሩያት ምእንቲ እቶም ሕሩያት እተን ግዜ እንታ ኮና እየን ኢልዎን ማለት እዩ። ተሓጽራ እየን ኢሉ ስለዚ ምኽንያቱ ከኣ ንሽዑ ሽዑ ዝኾነ ሰብ ክርስቶስ እኖ ኣብዚ ኣሎ ወይ ከኣ ኣብቲ ኣሎ እንተበልኹም እንታይ ኣይትኹኑ ኣይትእመኑ ምኽንያቱ ከኣ ሓሰውቲ መሲሕ መሲሓትን ሓሰውቲ ነቢያትን ክለዓሉ እዮም እንተተኻሎም ስለቶም ሕሩያት ከይተረፈ እኳ ንምስሓት ዓብዪ ምልክታትን ተኣምራትን ክገብሩ እዮም ይብል እግዚኣብሔር ኣምላክ ኣብ ዘመን እዚ ይኸውለና እግዚኣብሔር ኣምላክ ብሓቂ ከቢድ ዘመን እዩ ክኸውን ዋላ እዚ ዘለናዮ ዘመን እውን እዞም ሓሰውቲ ነቢያት ዝበሃል ዘሎ ብቁፅሪ ሓደ ክልተ ኣይኮኑን ኣሽሓት እዮም ኣብ ዘመንና ተሲኦም ዘለዉ ነናቱ ሰብ ኣተሓሳስባ ነናቱ መገዲ ነዚ ሓንቲ መፅሓፍ ቅዱስ ነዚ ሓደ እግዚኣብሔር ኣምላኽ ብሽሕ ብክልተ ሽሕ በሽሓት ዝገልፅዎ ሰባት እዮም መፅኦም ዘለዎ በብርእሶም በብርእሶም በብመገዶም እቲ ዘሕዝን ነገር ማለት ዋእ ናይዚ እባ ሓቂ መስል ናይዚ እባ ሓቂ መስል ዓለም ድማ ናይቲ ሓደ ቲፎዞ ናይቲ ሓደ ቲፎዞ ክኸውን ማለት እዩ እቲ ዘገርም ነገር ስለዚ ብዙሓት ነቢያት ብዙሓት ሓሰውቲ ድማ እንታይ ክገብሩ እዮም ማለት እዩ እንታይ ክገብሩ እዮም ክትመሱ እዮም ካልእ ድማ እቲ ዘገርም ነገር ነቶም ሕሩያት እኳ ከይተረፉ ንስሓት እንታይ ክገብሩ እዮም ማለት እዩ ዓብዪ ምልክትን ተኣምራትን ክገብሩ እዮም ዝሰኣልዎ ግዜ እዩ ሕጂ ወፂኦም ኣብ ኣብ ሜዳ ወፂኦም ኣብ ጎልጎል ኮይኖም ኣብ ካልእ ኣብ መገዲ ኮይኖም ተኣምራት ክገብሩ ክሉ እዮም እዚ ከደን ንቐናያ የብሉ እቲ ተጠንቆቁ ተባሂልና ዘለና ድማ እሱ እዩ ተኣምራት ክገብሩ ከለዉ ክስዕቦ ምግባኣና ድዩ ኣይግባኣናን እዩ ናይ ዲያብሎስ ስራሕ እዩ

እንተኸከሙ እዮም ትእምርትን ተኣምራትን ዝገብሩ እዮም ስጋዕ እዚ ስጋዕ እዚ ነገር እዚ እውን ኣሎ ጌና እዚ ሕጂ ንሪኦ ዘለና ቀሊል ነገር እዚ ማለት ብዙሕ ክመስለና ይኽእል እዩ ካብኡ ዝበዝሕ ካብ ሰማይ ከይተረፈ ድማ ትእምርትን ተኣምራትን ከም ዝገብሩ ቃል ወንጌል ተጻሒፍና ኣሎ እዚ ግዴታ እዩ ንሰባት መገዶም ንምስሓት እዩ ሰባት ንህንት ሰባት ንመገዶም ምስሓስ ከዓ ክንዲ ዝዓቅም ተኣምራት ክገብሩ ነይሮም። ስለዚ ነዚ መጠን ቀጠራ እዚ ኣጸቢቑ ከዓ ንፈልጦ ግባኣና ናይ ፍቕዲ ዕስራን ሓሙሽተን እንታይ ዝብል ጎይታ ምርሓና ንኢየሱስ ክርስቶስ እኖ ኣቐዲመ ነጊረኩም ኣለኹ። እዚ ኩሉ እንታይ ማለት እዩ? መተከታተላይ እንሆ ኣቐዲመ እዚ ማዕረ ምድዚ ክገብሩ ከም ዝኽእሉ ኣቐዲመ እነግረኩም ኣለኹ ኣቐዲመ እነግረኩም ኣለኹ እምበኣር እንሆ ኣብ ምድረ በዳ ኣሎ እንተበልኹም ናብኡ ኣይትኽዩ እንሆ ኣብ ውሽጢ ቤት ኣሎ እንተበልኹም ኣይትእመኑ ከመይሲ መብረ ካብ ምብራቕ ወፂኡ ክሳብ ምዕራብ ከም ዝረአ ምሳልኩም ሰብ ድማ ከምኡ ክኸውን እዩ ግንባብ ዘለዋ መረታት ከኣ ኣብኡ እዮም ዝእከቡ እብል። ስለተሃ ስም እግዚኣብሔር ኣምላክና ዝተመስገነ ይኹን። ስለዚ እነሆ ኣብ ምድረ በዳ ኣብዚ ዘመንና እዚ ከዓ ንሪኦ ኢና ዘለና ዋ ፈዋስዎ ወይ ድማ ኣባብስቶ እዚ እዚ ባሕታዊ ክስቶ ኣብዚ ክኾኑ ከምዚ ኣለዉ ከምዚ ኣለዉ ንክስቶ ከምዚ ኣለዉ እንዳተባሃለ ዋላ ንቤተ ክርስቲያን መሲሎም ገጻ መሲሎም ንዓ መሲሎም ብሓቂ ንዓ ካብ ጥንቲ ካብ ዘመናት ኣትሒዙ እግዚኣብሔር ኣምላክ ዝተረታ ስለ ዝኾነ ሓንቲ ኣብዚ ምድሪ እዚ ክትእመን ትኽእል ሓንቲ ቤተ ክርስቲያን ንስኻ ስለ ዝኾነ ንዓ ንኸብርዙ ናታ ቆቢዕ ለቢሶም ክዳን ለቢሶም ብዙሓት ንሙስ ኢና ዝብሉ ኣብ ቪድዮ እንዳውፅኡ ገለ እናገበሩ ክገብሩ ዘመን እዚ መቸ ቁፅሪ የብሎ ኩላትና ንፈልጦ ኢና ማለት

ሓደ ኣባ ስለ ዝመጸ፣ ሓደ ባሕታዊ ስለ ዝመጸ፣ ሓደ ድማ ካልእ ስለ ዝመጸ እታ ቤተ ክርስቲያን ኣይትልወጥን እያ፣ እቲ ፈውሲ ኣይልወጥን እዩ፣ እቲ ምሕረት ኣይልወጥን እዩ። ምሕረት እግዚኣብሔርን እንተዘይኮን እታ ቤተ ክርስቲያን ሓንሳብ ሓንቲ እያ። ሃዋርያት እንታይ ኢሎም እታ ከም መጀመርያ ክመሩ ከሎም እንታይ እዮም ኢሎም መስለኩም? ወነኣምን በሃቲ ቅድስቲ ቤተ ክርስቲያን እንተ ለዓለ ኩሉ ጉባኤ ልዕሊ ኩሉ ጉባኤ ዝኾነት፣ ልዕሊ ኩሉ ማሕበር ዝኾነት፣ ልዕሊ ኩሉ ነገር ዝኾነት ብሓንቲ ቤተ ክርስቲያን ንኣምን እዮም ኢሎም ሃዋርያት ኣቐሚጥኦሞ ደለዉ ማለት እዩ። እዚ በቃ ስለዚ ንዓኣ ደዓብያ ንዓኣ ሓደ ሰብ ድማ ንቤተ ክርስቲያን ክውክላ ኣይኽእልን እዩ። እግዚኣብሔር ኣምላክ ጎይታ መድሓና ኢየሱስ ክርስቶስ ዝሰራ እዚኣ

እዚ ዓማጺ ወለዶ እዩ እሞ ተኣምራት ግበረልና ካብ ሰማይ ስኒ ዓዉ ዝንበልና ወይ ድማ ተኣምራት ግበረልና ምስ በልዎ እዚ ዓማጺ ወለዶ እዚ ተኣምራት ይደሊ ኢልዎ ኣብ ቅዱስ ወንጌል ተጻሒፍና ኣሎ በዓል ጎይታ መድሓኒና የሱስ ክርስቶስ ዓመጽቲ ወለዶ ከይንበሃል ክንጥንቀቕ እዩ ዝግብኣና ማለት እዩ ብትምህርትን ተኣምራትን እምነት ተሰሪዑ ኣይፈልጥን እዩ

ከምኡ ኢሉ ኣይምሃሮም። ምሳሌ ኣቦታትና ኣቐዲሞም ዝተሓለፉ እዞም ኩሎም ገዳማውያን ንብሎም ድማ ብኸምኡ ኣይኣምኑን እዮም ነይሮም። ትእምንቶን ኣብዚ ዘመን እዚ ዘሎ ግና ብሓቂ እዚ ነገር እዚ ጎይታ መድሓኒና የሱስ ድማ ብኸምኡ እዩ ኣቐድነዋ ኣቐዲመ ነግሮም ማለት እዩ። ብዙሕ ትምህርቲ ተኣምራት ክገብሩ ይኽእሉ እዮም ተባሂልና ዘለና ማለት እዩ። ነዋ ውሽጢ ቤት ኣሎ እንተበልኹም ኣይትእመኑ፣ ከመይሲ መብረቕ ካብ ምብራቕ ወፂኡ ክሳብ ምዕራብ ከም ዝረአ ነቲ ካልእ ወድሰብ ድማ ከምኡ ክኸውን እዩ። ዘድልዩ ኣብ ዘለዎ ኣምዕራታት ከኣ ኣብኡ ይእከቡ። ብድሕሪ ናይተን መዓልታት እቲኤን መከራ ከኣ ብኡ ብኡ ጸሓይ ክትጽልምት እያ፣ ወርሒ እውን ብርሃና ክትህብን እያ፣ ከዋኽብቲ ካብ ሰማይ ክወድቁ እዮም፣ ሓይልታት ሰማያት ድማ ክናወጹ እዮም። ሽዑ ከኣ ምልክት ወድሰብ ኣብ ሰማይ ትረእ እዩ፣ እንሆ ድማ ኩሎም ኣብ ዓለም ዘለዉ ወገናት ወድሰብ ብሓይልን ብዓቢይ ክብርን ብደመና ሰማይ ክመጽእ ምስ ረኣይዎ ክበኽዩ እዮም ዝብል እግዚኣብሔር ኣምላክ ካብዚ ነገር እዚ ዝሰውረና ኣቐዲሙ መገዱ ምኽሩ ይግለፅ ይሃበና እግዚኣብሔር ኣምላክ ሽዑ ክበክዮ ከምዚ ልክዕ ኣብ ኣብ ቅዳሴ እውን ከነብቦ ዝተርፈና ማለት እዩ እቲ ምክንያት እዚ ሰብ ክበኪ እዩ ሽዑ ክርድኦም እዩ እቶም ዜማውያን ኣይሁድ ኩኑ ካልኦት ክኾኑ እንታይ ክኾኑ እዮም ክበክዮም እቲ ምክንያት ግን ዘይጠቅም ምክንያት እዩ እቲ ምኽንያት እቲ እንታይ ኢልዎ ዘይጠቅም ምኽንያት ቅዱስ ኣትናቴዎስ ኣብዚ ቅዳሴዮ ብጣዕሚ ብሰፊሕ ገሊፆሞ ኣለዉ ዝኸረምዎ ዘዘፈና ማለት ሽዑ ከዓ ሽዑ እንታይ ትብል ወዲ ሰብ ብሓይሊ ብኽብሪ ብደመና ሰማይ ክመፅእ ስራዩ ክበኽዑ እዮም ንሱ ንመላእኽቱ ብብርቱዕ ድምፂ መለኸ ክልእዎም እዩ ንሳቶም ድማ ንሕርያሉ ኣብ ሓደ ወሰን ሰማይ ክሳብ ሓደ ወሰን ካብ ኣርባዕተ መኣዝን ክትክወን ምስላው ኣኦምበር ዝተማሃሩ ጨበራ ምስ ለምለመት ቆጽላ ምስ ተቐጥዐ ሓጋይ ከም ዝተቐረበ ትፈልጡ ኢኹም። ከምኡ ኸኣ ንስኻትኩም ነዚ ኹሉ ነገራት እዚ ምስ ረኣኹም ኣብ ደገ ከም ዝተቐረበ ፍለጡ። እዚ ነገራት እዚ ኹሉ ክሳዕ ዝፍጸም እዚ ወለዶ እዚ ከም ዘይሓልፍ ሓቂ እብለኩም ኣሎኹ። ሰማይን ምድርን ክሓልፍ እዩ፣ ቃለይ ግን ኣይክሓልፍን እዩ። እዚ ቃል እግዚኣብሄር እዩ። ከኣ ድማ ነታ መዓልቲ እቲኣ ብዙሓት ሰባት ይዛረቡ ኣለዉ። ኣብዚ ዕለት እዚ ክኸውን እዩ፣ ምጽኣት ከምዚ ቀሪቡ እዩ፣ ከምዚ እዩ፣ ከምዚ እዩ፣ ከምዚ እዩ ኢሎም ይዛረቡ። እዚ ግና ክንኣምኖ ከም ዘይግብኣና ኣብ ወንጌል ተጻሒፉ ኣሎ። እንታይ እዩ ዝብል? ነታ መዓልቲ እቲኣን ነታ ሰዓት እቲኣን ግና ብዘይካ ኣቦ በይኑ ናይ መላእኽቲ ሰማይ ኮኑ ወልድ ኮነ ሓደ እኳ ዝፈልጦ የልቦን። ከምቲ ብዝዘመንኖ ዝኾነ ምጽኣት ወዲ ሰብ ከኣ ከምኡ ክኸውን እዩ እናበለ ይቕጽል። እንታይ እዩ ዝብለና ዘሎ? ነቲ ምጽኣት እዚ ኣብዛ ሰዓት እዚኣ ኣብዛ መዓልቲ እዚኣ ከምዚ ምስኮነ እዩ ከምዚ ምስኮነ እዩ ዝብሉና ሰባት ኣይሰኣሉን እዮም። ቅድስት ቤተ ክርስቲያንና ትምህረና ትምህርቲ ኣሎ። ነዚ መጽሓፍ እዚ ከመይ ኢላ ትርጉሞ ብመንፈስ ቅዱስ ከመይ ኢላ ትርጉሞ ኣሎ መገዲ ኣሎ ግን ሰባት ከምዚ ክኸውን እዩ መዓልቲ ምጽኣት ቀሪቡ እዩ ከምዚ ከምዚ እንዳበሉ ብዙሕ ዝሰብኩ ኣለዉ፣ ብዙሕ ዝምህሩ ኣለዉ። እቲ ዝግብኦም ኣይኮነን። ኣቐዲሙ ተነጊርና ኣሎ። ሓደ እኳ ወልድ ወልድ ነቲ መዓልቲ እያን ነታ ሰዓት እያን ግና ብዘይካ ኣቦ በይኑ ናይ ሰማይ መላእኽቱ ኮኑ ወርቂ ኾነ ሓደ እኳ ዝሞተ የልቦን ይብለና። ሓደ እኳ ዝተፈጥረ ዝተወልደ ዘበለ ዝተፈጥረ ዘበለ ሓደ ዝተፈጥረ ያለን ነዛ ሰዓት እዚኣ ነዛ መዓልቲ እዚኣ ወዲ ኮነ ገለ ሰባት ድኹማት እንታይ እንታይ ይብሉ እዮም ኣብ ቅዱስ ቤተክርስቲያንና ዝወፁ ሰባት እንታይ ይብሉ እዮም ወድ ንክርስቶስ እውን ኣይፈጣሪ ዝብል ኣተሓሳስባ ዘለዎም ኣሎ ጣዕሚ ክትደግሞ ከማ ዘፀይፍ ነገር እዩ እግዚኣብሔር ኣምላክ ፍፁም ብህላዌሁ ንቕድሚትን ንድሕሪትን ብኩሉ ነገር ዝፈልጥ እግዚኣብሔር ኣምላክ ከምኡ ክትብል ብጣዕሚ ኣሸጋሪ እዩ። ወልድ ዝበሃል ዘሎ ግና ነዚ ዝተወልደ ነቲ ስጋ እዩ። እቲ ካብ ዝተፈጥረ መላእኽቲ ኩኑ ደቂ ሰባት ኩኑ መላእኽቲ ኩኑ ኣቐዲሙ እንታይ ዝብል ናይ ሰማይ መላእኽቲ ኩኑ ወልድ ኮነ እዩ ዝብል ናይ ሰማይ መላእኽቲ ኩኑ ካልኦት ፍጥረታት ኣብ ምድሪ ዘለዉ ኩሎም ማለት እዩ። ዝተፈልጠ ኣዋል ሓደ የለዎ እምበር ንወዲ ጎይታ መድሓንናን ኢየሱስ ክርስቶስ ዝውግን ከም ዘይምዃኑ ክንፈልጥ ይግብኣና እዩ። ፍጹም መልኣኽ ምዃኑ እቶም ፍጥረታት ድማ ኣሉ እቶም ሕያዋን እቶም ክፈልጡ ዝኽእሉ መን እዮም እንተይልና ደቂ ሰባትን መላእኽትን እዮም። ኣብ ፍጥረት መጺና ክንዛረብ ከለና እንታይ ኢና ንብል? ሕያዋን እንብሎም ሕያዋን ኮይኖም ዝተፈጥሩ እንብሎም ንመን እዮም? ንመላእኽትን ንደቂ ሰባትን እቶም ካልኦት ተፈጥሩ እንታይ እዮም? ንኣእምሮ፣ ንተዘክሮ፣ ንመግበ ስጋ፣ ንመግበ ነፍሲ ዝተፈጥሩ እንተዘይኮይኖም ካልእ ዝዓብሱ የብሎምን። መላእኽትን ደቂ ሰባትን ሕያዋን ዝኾኑ እቶም ክምርምሩ ዝኽእሉ እቶም ምፍላጥን ዘይምፍላጥን ካብ ጸጋ እግዚኣብሔር ንሽ ተኻፊሎም ዘለዉ ናይ ምፍላጥን ዘይምፍላጥን መን እዮም እንተኢልና መላእኽትን ደቂ ሰባትን እዮም። መላእክት ሰማይን ወልድን ክበሃሉ ድማ እቲ ወልድ ዝበሃል ዘሎ ንመን እዩ ዝውክል እንተኢልና ንህዝቢ ንደቂ ሰባት ደቂ ኣዳም ክውክል ምዃኑ ክንፈልጥ ወይ ድማ ክንርዳእ ይግብኣና እዩ። ስለዚ ወላ ሓደ ዝበልካ የለዎ ፅባሕ ድሕሪ ፅባሕ ከም ምፅኣት ትመፅእ ኢሎም እንተነገርኩም ካብ ቤተ ክርስቲያን ዝወፀ ነገር እንተነገርኩም ክትኣምኑ ኣይትኽእሉን። ኣቐዲመ እንታይ ገይረልኩም ኣለኹ? መን ኢሎኩም ኣሎ ኢዩ ዝብለና ዘሎ ብዙሕ ትንቢት ኢዩ ዝንገር ብዙሕ ነገር ኢዩ ዝንገር ኣሕና ክምዝኮ ነቢ ክስኮ ነቢ ነቢያት ኣሽሓት ኢዮም ኣብዚ እዋን እዚ በቲ ናይቶም ኣብ ደገ ዘለዎ ካብ ቤተክርስትያን ወፃኢ ዘለዎ ማለት እዩ ቤተክርስትያን ግቡኦም ኣይትምህርን እያ ንሓደ መዓልቲ ንክልተ መዓልቲ ንሚእቲ ዓመት ንሓምሳ ዓመት ኣይኮነ እዚ ቤተክርስትያን ክርስቶስ ካብ መሰረታት ሒዛ ልዕሊ ክልተ ሽሕ ዓመት እዚ ትምህርቲ እዚ እናመሃረት እያ ትነብር ብግዝያዊ ዝመጹ ተወሊዖም ዝጠፍኡ መጺኦም ዝጠፍኡ ኣይትነብርን እያ ቤተክርስትያን ብሓደ ብክልተ ሰብ ኣይትነብርን እያ ቤተክርስትያን እዚ ክንፈልጦ ይግባኣና እዩ ኩሉ ግዜ ማለት እዩ ክንርበሽ እውን ኣይግባኣናን ኣይትረበሹ ኢና ተባሂልና ዘለና ስለዚ ግዜ ፍርቂ ወሲደ ኣለኹ ምስለን ቀጺሉ እንታይ ዝብል ከብቲ ብቕድሚ ማያይ ዝነበረ ቅንያት ብሰዓት ኣነዋ መርከብ ዝኣተወላ መዓልቲ ክበልዑ ክሰልዩ ከውስውን ክዋሰቡ ዝጸንሖሞ ማያይ መጺኡ ኩሉ ክሳዕ ዘጥል ዘይበለጡ ምጽኣት ወዲ ሰብ ከዓ ከምኡ ክኸውን እዩ። ሽዑ ክልተ ሰብ ኣብ ሓደ ግራት ክጸኑ እዮም፣ ሓደ ውሰድ፣ ሓደ ድማ ሕደግ እዩ።

ብሓቂ እዚ ክልተ ምስሊ ኣብ ሓደ ክጸንሓ እሞ እቲ ሓንቲ ትውሰድ እታ ሓንቲ ድማ ትሕደግ እያ ዝበሃል ዘሎ ንምንታይ እንተኢልና ኣቐዲሙ ኣብ ላዕሊ እንታይ ኢሉ ኣሎ ነቶም ሕሩያቱ ነቶም ሕሩያቱ እንታይ ኢሉ ኣሎ ካብ ጫፍ ንጫፍ ዓለም እንታይ ክገብሮም እዩ ክእክቦም እዩ ተባሂሉ ኣሎ ክውሰዱ ተባሂሎም ዘለዉ እንታይ ማለት እዩ እቶም ሕሩያን እዮም እቶም ክተርፉ ተባሂሎም ዘለዉ እንታይ ማለት እዩ እቶም ሓጥኣን እዮም ማለት እቶም ሓጥኣን ክልተ ኣብ መገዲ ንኣሉ ኣብ ላዕሊ እንታይ ነይሩ እንታይ ተበወልኩሜ ንመላእኽቱ ብድምር ብብርቱዕ ድምፂ መለኸት ክልእኾም እዩ ንሳቶም ድማ ንሕርያቱ ካብ ሓደ ወሰን ሰማይ ክሳብ ሓደ ወሰን ሰማይ ካብ ኣርባዕተ ማእዝን ክሕግዎም እዮም እዩ ዝብል ንዕኡ ዝያዳ ንኽብርሃልና እንታይ ዝብለና ማለት እዩ ንሓደ እንታይ ብለና ኣሎ ነቲ ሓንቲ ክውሰዳ ነቲ ሓንቲ ድማ ክትሕደግ እያ። ክውሰዱ ክሕደጉ ኣይኮኑን፣ ንኽልቲኦም ትንሳኤ ኣለዎም ማለት እዩ። ንኽልቲኦም ትንሳኤ ኣለዎም። ነቲ ሓደ ንሕደግን ንውሰድ እንድበሃል ደሎ ኣብኡ ክተርፍ ማለት ኣይኮነን። እንታይ ደኣ እዩ? ንኽልቲኦም ክትንስኡ እዮም። ክትንስኡ ከለዉ ግን ኣተሳስኦም እንታይ ኮም ማለት ይፈላለ። ትንሳኤ ዘለግብ፣ ትንሳኤ ዘለሓሳር ንብሎ። ትንሳኤ ናይ ግብሪ ትንሳኤ ንትንስኡ እቶም ጻድቃን እዮም ናይ ናይ ትንሳኤ ዘርኢ ሓሳብ ኢልና እንጠቕሶ ንትንሳኤ ዝምስኡ ድማ እቶም ሓጥኣን እዮም ማለት እዩ። እቲ ብግራድ ዝጸንሑ ክልተ ሓደ ክውሰድ እዩ ክበሃል ከሎ እቶም ቅዱሳን ክውሰዱ እዮም። መን እዮም ከ ዝወቅቶም ኢልካ ነታ መብላት ብመን ተራኢኹም እግዚኣብሔር ኣምላክ ዝብል መልሲ ኢሉ ኣብኡ ኣብቲ መጽሓፍ ቅዱስ ንረኽቦ ማለት እዩ። ስለዚ እግዚኣብሔር ኣምላክ ስለ ቃላቱ ዝኸበረን ዝተመስገነን ይኹን። ብሓቂ ንዓይ ንኹም ሓውኹ ጽን ኢልኩም ስለ ሰማዕኹም እግዚኣብሔር ኣምላክ ኣብ ትገብሮ ጸሎት ጽን ኢሉ ይስማዕኩም። ተደጋጊሙ ከም ዝነገረና ዘሎ ኣጸቢቕና እንታይ ንግበር ማለት እዩ ኣስተውዕሉ ኣስተውዕሉ ኢና ንበሃል ዘለና ከነስተውዕል ከነስተውዕል ክንጥቀ

ኣሕዋትና ኣሓትና ኣቦታትና ኣዴታትና ድማ ዘወፈይዎ ኣሎ ምልእተ ጸጋ መቐደሲ ሓምሳ ዶላር ማማ ኣረጋሽ ናይ ቁስና በረኸት ሓምሳ ዶላር ርቃት ሓጎስ ናይ ቁስና በረኸት ሚእቲ ዶላር እግዚኣብሔር ሃበልና ብረት ሃበልና ብሓቂ ጸጋ ብልብ ጸጋ ያድለና ማማ ፋና ድማ ናይ ቅዱስ ስላሴ ናይ መብጽዓ ነበረ ክተሚቲ

ህዝባ ክርስትያን ኢና ንጸውም ሰንበት ሰንበት መጺና ንጾም ኢና ከይትብሉ ካብ ሰኑይ ስጋብ ሰንበት ክፉታ በዚ ቤተክርስትያን ዝኾነ ሰብ መጺኹ ክሳለም ይኽእል ሰብ ቅዱስ ክፉት እዩ ተዳኣ ዘይኮነ ሰንበት ሰንበት ኮይኑ ኣብቲ ጾም የለናን ለውጢ ውን ኣይገበርናን ከምዚ በይቀሽኩም ዕደና ትጸንሑ ኣይኣተናን ኣብኡ የለናን ማለት ምሕልላው ጾም ግዜ ዕስቢ ጽልል ዕስቢ ትምሳሕ ተስፊ ዓለም ኮይና ዘላ ሰላም ኮርዳት ገድሊ ጽግራ ዘይኮነ ግን ቤተ በዝኾነ ብሕልፊ ኒቶም ኣብዚ ከባቢ ዘለና እሞ ኸኣ ንርክብ መጺእና ብኡ ዋላ ብደገ ተሳሊምና ክንሓልፍ ጽቡቕ እዩ ከምዚ ኩሉ ኣብ ዓድና ንገብሮ ማለት እዩ ተተሳሊምና ምሽ መስርሕና ንወፍር ተሳሊምካ ምዃር ብጣዕሚ ጽቡቕ እዩ ካልእ ድማ እታ ሕማማት ከምዚ ዓመት ዓመት ንገብሮ ሕማማት እውን ዝኾነ ከም ዕረፍቲ ተውስድተወስዱ ኢኹም ካልእ ካብ ሶኒ ስጋዕ ብሓፂሩ ኩሉ ሕማማት ሲ ቅዱስ ቤተ ክርስቲያን ክኽፈት እዩ ካብ ንጎ ሰዓት ሽዱሽተ ስጋዕ ሰዓት ሓሙሽተ ኣርባዕተ ሓሙሽተ ከባቢ ክንፀንሕ ስለ ዝኾና ካብ ሕጂ እቶም ዕረፍቲ ንወስድ ክንወስድ ከም ንተሓሳሰብ ማለት እዩ እቲ ካልእ መዓልቲ ድማ መጺና ክንሳለም እያ ቤተክርስትያን ጽዋ ዘላ እግዚኣብሔር ሃበና ንጸሎት ተሰል